እግዚኣብሔር ዘፍቅረኩም ናይ እግዚኣብሔር ቤተሰብ ናይ ኣዴና ናይ ቅድስት ድንግል ማርያም ብኣማላድነታ እትኣምኑ በክርስቶስ ክርስቶሳውያን በወልድ ውሉዳን ብመንፈስ ቅዱስ መንፈሳውያን ስድራ ቤት እግዚኣብሔር ደቂ ዓዶም ንቅዱሳን ከመይ ውዕልኩም ከመይ ኣለኹም ከመይ ጸኒሕኹም ኣሜን ቅዱስ እግዚኣብሔር ኣምላኽና ብምሕረቱ ብረድኤቱ ስለ ዝበጽሓና ኣባና ፍቕሩ ስለ ዘብዝሓልና ኣብ ካልእ ድማ ብምሕረቱን ብረድኤቱን ክበጽሖም እንዳመስገናም ናይ እግዚኣብሔር ኣምላኽና ቅዱስ ሰላምታ ከመይ ውዒልኩም ከመይ ኣለኹም ከመይ ትኾኑ ኣለኹም ለማዓንቲ ክዛረበሉ ደልየ ዘለኹ ንእሽተ ነገር ሓደ ጽቡቕ ነገር ኮሎስ ግን ስለ ዝተፈራረቐኒ እዩ ኣይ ሓጎስ ኣይ ሓዘን ዝኾነኒ ነገር ግን ልዕሊ ዝኾነ ነገር እግዚኣብሔር ኣምላኽ ድማ ነቲ ንደልዮ

ማሂበረ ነባርክ እቀብ በሰላም ኣብ ዝርዝሩ ደሓር ክንምለሶ ኢና እግዚኣብሔር ኣምላኽ ብምሕረቱን ብረድኤቱን ንሰላምን ንረድኤትን ንህዝቢ ዝኸውን ድማ ሕብረት ክህበና ቅዱስ ፍቓዱ ይኹነልና። መዝሙረ ዳዊት መዝሙር ሰማንያን ሓሙሽተን ካብ ሓደ ክሳብ መወዳእታ ምእንቲ ቅሳነት ሃገር ዝግበር ጸሎት ምእንቲ ቅሳነት ሃገር ዝግበር ጸሎት እግዚኣብሔር ኣምላኽና ብምሕረቱን ብረድኤቱን እቲ ጸላኢ መንፈስ ኣብ ቅድሜናን ኣብ ማእኸልናን ብህኮት ብኽፍኣት ከይዕልል እግዚኣብሔር ኣምላኽ ክግስጸልና ምእንቲ ቅሳነት ሃገር ዝግበር ጸሎት ሓቢርና ንጸልይ። ኦ እግዚኣብሔር ንምድርኻ ምሕረት ግበረላ ንህዝብኻ ንቤት ያዕቆብ ሃብቶም መለስካሎም ኣበሳ ህዝብኻ ሓደካ ንብዘሎ ሓጢኣቶም ከዓ ይቕረ በልካ ንኹሉ መዓትካ ኣርሓቕካዮ፣ ካብ ነድሪ ቍጥዓኻ ተመለስካ። ኦ ኣምላኽ መድሓንና፣ ሓድሽ ህይወት ሃበና፣ ንዅራኻ እውን ካባና ኣርሕቆ፣ ንዘለኣለም ክትኵርየልና ኢኻ። ኩራኻስ ንውሉድ ወለዶዶ ክኸውን እዩ። ንሕና ህዝብኻ ብኣኻ ምእንቲ ክንሕጎስ መሊስካ ህይወት ሃበና። ኦ እግዚኣብሔር ምሕረትካ ኣርእየና፣ ምድሓንካ እውን ሃበና። ኣነ ነቲ እግዚኣብሔር ኣምላኽ ዝብሎ እሰምዕ ኣለኹ ንሕና ናብቲ መገዲ ዕሽነት እንተዘይተመለስና ንሱ ንዓና ንህዝቡ ሰላም ኣተስፍዩና ኣሎ። ብሓቂ ኣብ ሃገርና ክብሪ እግዚኣብሔር ክሓድር እዩ። ምድሓኑ ነቶም ዝፈርህዎ ቀረባኦም እዩ። ምሕረትን ሓቅን ተራኸባ፣ ሓቅን ሰላምን ተሰዓማ። ሓቂ ወዲ ሰብ ካብ ምድሪ ክትበቁል እያ፣ ጽድቂ እግዚኣብሔር ካብ ሰማይ ክትጥምት እያ፣ እግዚኣብሔር ድማ ሰናይ ክህበና እዩ፣ ሃገርና እውን ፍርያታ ክትህብ እያ፣ ጽድቂ ቀቂድሚኡ ክትከይድ እያ፣ መገዲ ከዓ ክትጸርገሉ እያ ይብለና ስለ ቅዱስ ቃሉ ቅዱስ እግዚኣብሔር ኣምላኽና ዝኸበረን ተመስገነን ይኹን ብሓቂ ንምንታይ ኢና እዚ ዘንበብናዮ እንተ ኢልኩምኒ ኣብዚ ሎሚ እዋን ቅድሚ ሰለስተ ኣርባዕተ ዓመት እዙይስ ክወግሕ ዶ ይኸውን እዩ ኢልና ብሓቂ ነታ ቀትሪ ነታ ለይቲ ጥራይ ዘይኮነስኒ ነታ ቀትሪ እውን ጸልሚታሃና ብርሃና ንጽበያ ዝነበርና እግዚኣብሔር ኣምላኽ ድማኒ ቁሩብ ፈገግታ ርእዩና ኣሎ። እግዚኣብሄር ኣምላኽ ድማ ቅሐ ጽልሚ ኣርእዩና ኣሎ። እግዚኣብሄር ኣምላኽ ድማኒ ወጋሕታ ኣርእዩና ኣሎ። ግን እዛ ወጋሕታ እዚኣ ቀይሕ ሕብሪ እንዳነጸገት ከይትኸይድ ሰይጣን ኣብ መንጎናን ኣብ ማእኸልናን ከይኣቱ ኩልና ንጸሊ ብሕብረት ንጸሊ ንእግዚኣብሔር ኣምላኽ ንለምን እግዚኣብሔር ኣምላኽና ብቅዱስ ቃሉ ተዛሪብና ኣሎ ዝለመነ ክወሃቦ እዩ ዝኳሕኳሐ ክኽፈተሉ እዩ ዝደለየ ከዓ ክረክብ እዩ ኢልና እዩ እግዚኣብሔር ኣምላኽና ብምሉእ ልብና ንመለስ ናብኡ ከምኡ ድማ ብምሉእ ልብና ንጸሊ እግዚኣብሔር ክምለሰና እዩ ጸልዩ በእንተ ዛቲ ቤተ ክርስቲያን ቅድስቲ ወማህበረ ነውስቴታ ይብል እወ ከምቲ ሃዋርያ ቅዱስ ጳውሎስ ዝበለና ልብኹም ቤተ መቕደስ እግዚኣብሔር እዩ ከም ዝበለና ጸልዩ በእንተ ዛቲ ቅድስት ቤተ ክርስቲያን ክንብል ኮለና ቤተ ክርስቲያን ማለት ንሕና ኮይና ወማሕበረ ነውስቴታ ንሕና ነታ ነፍስና ብዝግባእ ክንጓስ ኮለና እግዚኣብሔር ኣምላኽ ድማኒ እቲ ጓስነቱ የበርትዖ። ኣስተውዕሉ ወገናት፣ ቤተ ክርስቲያን ሕድሕድ ሰብ እዩ። ንሕና ክርስቲያን የሕዋት እንኮለና ብስጋ ኮነ ብነፍሲ ኮነ እንዳተዋዳእና ንኸይድ ኣለና። እምነትና ኣጥፊእና ክርስቲያንነትና ንምድራዊ ረብሓ ሸጥና ንኸይድ ኣለና። ኣብ ምንቲ ምንታይ ከምኡ ክኸውን የብሉን እሞ እዛ መጺኣና ዘላ ሰላም ድማ ክንዕቅባ እንታይ ክንገብር ኣለና? ብሓቂ ንእግዚኣብሔር ኣምላኽ ክንልምኖ ኣለና። ሰላምን ፍቕርን ተራኸባ እናበለ ፍቕርን ሰላምን ተሰዓዓማ እንዳበለ ከኣኒ ክነግረና ጸኒሑ ኣብ መዝሙረ ዳዊት መዝሙር ሰማንያን ሓምሽተን ዘሎ እዚ ከኣኒ ኩሉ ግዜ ኣብ ቤተ ክርስቲያንና በብግዚኡ ምስባ ክበጽሕ እዩ እታ ወንጌላዊ ዝኾነት ቤተ ክርስቲያንና እታ ኣጽናፋዊ ዝኾነት ቤተ ክርስቲያንና ሃዋርያዊ ዝኾነት ቤተ ክርስቲያንና ኣብዚ ሕጂ እዋን ኣበይ ትርከብ ኣላ? ተመልከቱ፣ ንባዕላ እቲ ክርስትያንነት ዓቂባ እንደገና ድማ ንደቃ ብኡ እንዳጓሰየት ክትከይድ ንነገስታት እውን ከም ቀደማ ክትመርሖም ደኣ እምበር ነገስታት ክመርሕዋ ንቤተ ክርስቲያን መልክዕ የብሉን መንፈሳዊ ፍቓድ እውን የብሎምን ናይ ብሓቂ ኣቦታትና እምበኣር ንሃገርን ንሃገር ብመንፈሳውነትን ብስጋውነትን ብኹሉ ንኽመርሑ መንፈሳዊ ፍቓድ ኣለዎ ዓብዪ መዓርግ ኣለዎ ዓብዪ ሓላፍነት ኣለዎ ነገር ግን እግዚኣብሔር ኣምላኽ ነቲ ነቦታትና እቲ መጓሰኦም ከጣጣሓሎም እግዚኣብሔር ኣምላኽ ንዓድና ድማኒ ነቶም ዝጓስዩና ዘሎ ሓለፍቲ ከዓ ትዕግስቲ ሂቡ እግዚኣብሔር ኣምላኽ ንዓኣቶም ልቦና ሂቡ ነቲ ተጀሚሩ ዘሎ ከዓኒ ሓቂ ንክኸውን እሞ ብምሕረት እግዚኣብሔር ኣምላክ ከኣ ኩልና ክንሕጎስን ደስ ክብለናን ምእንቲ እንታይ ክንገብር ይግብኣና ክንጽሊ ይግብኣና ወገናተይ ካብ ህጂ ንድሓር ኣታ ንስኻ ከምዙይ ዶ ኣታ ኣቲ ንስኺ ከምዙይ ዶ ዝብል ክሓፅር ኣለዎ ኣቦታትና ናብ ልቦም ክምለሱ ኣለዎም ንሕና ናብ ልብና ክንምለስ ኣለና ኩሉ በደሉ ክኣምን ኣለዎ ኣብ ቅድሚ እግዚኣብሔር ኣምላኽ በደልና ኣሚንና ኻኒ ንመለሶ ንእግዚኣብሔር ኣምላኽ ንሱ ከዓ ክምለሰና ምንቲ እወ ሰላም ተጀሚሩ ኣሎ ይብሉን ኣለዉ ንሰላም ዝፃረራ የለን እዛ ሰላም ግን ኣብ ቅድሚ እግዚኣብሔር ኣምላኽ ጽብቕቲ ሰላም ክትኮነልና፣ ጥዕይቲ ሰላም ክትኮነልና፣ ፍቕሪ ዝሓዘለት ሰላም ክትኮነልና እንታይ ክንገብር ይግባኣና? ኩሉ ግዜ ናብ እግዚኣብሔር ኣምላኽ ክንምህለል ይግባኣና። ናብ እግዚኣብሔር ኣምላኽ ክንጽሊ ይግባኣና። ምክንያቱ እታ ምሕረት እግዚኣብሔር እታ ምሕረት ካብኡ ስለ ዝኾነ እታ ምሕረት ካብኡ ስለ ዝኾነት ምኽንያቱ ከምቲ ዘንበብናዮ ኣቐድም ኣቢልና ኣብ መዝሙረ ዳዊት መዝሙር ሰማንያን ሓሙሽተን ቁፅሪ ዓሰርተ እንታይ ዱ ዝብል ምሕረትን ሓቅን ተራኸባ ሓቅን ሰላምን ከዓ ተሰዓመ ይብለና እዋይ ምሕረትን ሓቅን ተራኸባ ሓቅን ሰላምን ከዓኒ ተሰዓማ ብሓቂ እግዚኣብሔር ኣምላኽ ንሃገርና ንምድርና ንኸባቢና ብምሕረቱ እንተ በፂሕና ንሕና ከዓኒ በቲ ምሕረቱ ምሕረት እንተ ረኺብና ንዓና ሰናይ እዩ። ኣደ ወሊዳ ንውሉዳ ትልእኽ፣ ኣደ ወሊዳ ንውሉዳ ተመርዑ፣ ኣደ ወሊዳ ብውሉዳ ትናበ ካልእ ትርፍ ሃገርና ከዓ ብመንእሰይ ትብልፅግ ብመንእሰይ ከዓ ተዓቢ ከባቢና ከኣ ይረግእ፣ ሰላም ከኣ ይረክብ፣ ንሕና ከኣ ሰላም ንረክብ። ወገናተይ እዚ ተጀሚሩ ዘሎ ናይ ሓቂ ክኸውን ናብ እግዚኣብሔር ኣምላኽ ንጸሊ። እግዚኣብሔር ኣምላኽ ከኣ ብምሕረቱ ምእንቲ ክበጽሓና እግዚኣብሔር ኣምላኽ ከኣ ብፍቕሩ ምእንቲ ክበጽሓ- ክበጽሓና እግዚኣብሔር ኣምላኽ ረድኤቱ ምእንቲ ክህበና እወ ልብና ኣይተዓበ ምሕረት እግዚኣብሔር ኣምላኽ እንተ ደኣ ደሊና እግዚኣብሔር ኣምላኽ ከኣኒ ብምሕረቱ ቀረባ እዩ ንዓና እወ ጸልዩ በእንተ ዛቲ ቅድስት ቤተ ክርስቲያን ቤተ ክርስቲያን ቅድስቲ ወማሕበረነ ውስቴታ ማሕበረና ኣብ ውሽጣ ይሞኒ ነዛ ቅድስት ቤተ ክርስቲያን እዚኣ ሓልወልና ርጋታ ሃበና ዕርቅን ሰላምን ፍጠረልና እንዳበልና ክንጽሊ ኣለና ናይ ብሓቂ ብእውነት ኣስተውዕሉ ምእመና ሰላም ዘይደሊ ዕርቂ ዘይደሊ ንሰላም ዝኣቢ ንዕርቂ ዝኣቢ ብሓቂ ኩልና ኮይና ክንዛረቦ ይግባና ይዕበ ይናስ ተራ ሰብ ይኹን በዓል ስልጣን ይኹን ብዘየገድስ ምኽንያቱ ሰላም ካብ እግዚኣብሔር እያ ትመጽእ ካብ ሰብ ኣይኮነትን ትመጽእ ንሕና ኩልና ነታ ሰላም እንደልያ ኢና ግን ኣብ መጻጻ መልክዕ ስለ እንደልየሉ እዩ ገለገለ እዋ እታ ናይ እግዚኣብሔር ሰላም ስን ብሓቃ ትምጻእ ዝብሉ ኣለዉ። ገለ ገለ ድማ ዋእ እዚ ክንድዚ ዝነበረ ሽግር ስኒ ብሓቂ ናብ ሰላም ንኾን ክቕየር ኸውን ዝብል ስግኣት ስለ ዝፈጥር እዩ ካልእ ኣይኮነን። ወገናተይ ኣብዚ ህጂ እዋን ከኣኒ ሰላም ተረኺቡ መረብ ሰቲት ጽርግያ ተኸፊቱ ህዝቢ ንህዝቢ ምርኻብ ጀሚሩ ይብሉና ኣለዉ። ገለገለ ጭላህ እውን ኣብ ምድያታት የርእይዎ ኣለዉ። ሰናይ ነገር እዩ፣ ጽቡቕ እዩ። ነገር ግን እዚ ሰላም እዚ ርግኣትን ራህዋን ሒዙ ዝመጽእ ክኸውን ኣለዎ። ሌላን ጉሌላን ዘይብሉ በተለይ በተለይ ኣስላማይ ብእምነቱ ክርስትያን ከዓኒ ብጥብቂ ክርስትናውነትና ከነስተውዕል ኣለና። ክርስትያን ግዙእ ክኸውን የብሉን። በዚ ናይ ምድራዊ ረብሓ ግዙእ ክኸውን የብሉን ክርስትያን። ክርስትያን ብክርስቶስ ክርስትያን ዝተባህለ ኣካል ፍሉይነት የብሉን። ገለ ገለ እንታይ ተስተውዕሲ ኣብ ዝኾነ ቤተ ክርስትያን እዩ ንዘረኦም ኣስተውዒሎም ዘይከዱ ሰባትሲ ብዘረኝነት ክሰሓሓቡ ትርኢ። ዘረኦም ብዘይ ምስትውዓል እኮ እዩ። ኣብ ታሕቲ እንተደኣ ኸይና ወይ ከዓኒ ካብ መጀመርያ እንተደኣ ኸይና ኩልና ዘረኣ ኣዳም ኢና። ካብኡ ልዕል ኢልና እንተደኣ ኸይና ከዓኒ ኩልና ዘርኢ ኩሽ ኢና። ካብ ኩሽ ዝመፀና ኢና። ኩሽ ድማ ሓዊ ከነኣን እዩ ከነኣን እዩ ተረጊሙ እምበር ኩሽ ኣይተረግመን ንሕና ዘርኢ በረኸት ብሩኻት ኢና ብእውነት ቅዱስ ዳዊት እውን እንታይ ይብል ሰብ እሰኩብ ርውእቱ ይብል እወ ብእግዚኣብሔር ኣምላኽ ክብረት ዘለዎ ይሰብ ነገር ግን ንሕና ነንባዕልና ክንራጋሕ ኮለና ኣብ ነንሕድሕድና ሻራን ተንኮልን ትዕቢትን ዘረኝነት ክህሉ ከሎ ካብዚ ንላዕሊ ምጥፋእ ሃይማኖት የለን። ካብዚ ንላዕሊ ናይ እምነት ምጥፋእ የለን ስለዚ ወገናተይ ክርስትያን ሓውኻ ወይ ክርስትያን ሓፍትኻ ሕቆፎ እምበር ኣይትደርብዮ ካባኻ ይተርሕቆ ናትካ እዩ ወይ ናትኪ እዩ ብዓረብ ሓደ ምስላ ኣሎ እንታይ ይብሉ ሒዞማ እዮም ግን ዝኸዱ ኣይለቅዋን እዮም ንትወከል ዓለላህ ይብሉ ኣብ እግዚኣብሔር ንወከል ይብሉ ኣነ ንስኹም ድማ ኣብ እግዚኣብሔር ኣምላኽ ዳ ንወከል እምበር ብዘይ ፍላጥና ብዘይ ምስትውዓልና ነቲ ጻድቕ ከንሐጢ ነቲ ሓጥኻ ከነጽድቕ ኣይንውዓል እንታይ ደኣ ብክርስትናና ንዃ- ንኹራዕ በቃ በክርስቶስ ክርስትያን ዝተባሃልና ኩሉ ግዜ እግዚኣብሔር ኣምላኽ ብምሕረቱ እንዳተመላለስና ምሕረት ክንገብር እዩ ዝደልየና ብምሕረቱ እንዳተመላለስና ንኻልእ ምሕረት ዘይንህብ ንባዕልና ምሕረት እንልምን እንተ ደኣ ኮይና ግን እዚ ክኾነልና ኣይክእልን

ሓደ ሰብኣይ ኣብ ኢየሩሳሌም ተሳሊሙ ንኢያሪኮ ክወርድ ከሎ ሸፋቲ ረኺቦም ቀጥቀጥዎ ከትከትዎ ድማ ይብል ተመልከቱ ንሕናኸ ክርስትያን ንክርስትያን የሕዋት ንየሕዋት ሰይጣን ኣብ መንጎና ኣትዩ ክትክት ኣቢልና እዩ ቅጥቅጥ ኣቢልና እዩ ሕጂ ከዓ ሰላም መፅያ ትበሃል ኣላ ነዛ ሰላም ከመይ ገርና ኢና ንዕቅባ ኩልና ንጸሊ እግዚኣብሔር ኣምላኽ ከጽንዓልና ምእንቲ ካብኡ ወየ ሰብኣይ ምስ ቀጥቀጥዎ መይቱ ኢሎም ገዲፎሞ ብድሕሪኡ ሓደ ሌዋዊ ብኡ ሓሊፉ ሪእዎ ሓለፈ ሓደ ካህን ከኣ መጸ ንሱ ከኣ ሪእዎ ረጊጽዎ ሓለፈ ኣነ ንስኹም ነቲ ሌዋውን ነቲ ካህንን ዲና ንመስል ወይስ ከመይ ኢና ከነስተውዕል ይግብኣና ኣይፋልናን ሓደ ሳምራዊ ከኣ መጸ እቲ ሳምራዊ ከኣ ሪእዎ ጎሲዎ ግን ክሓልፍ ኣይደለየን እቲ ሳምራዊ ደጊፉ ርእሱ ኣቕኒዑ ቁስሉ ሰፈፈሉ ወይኒ ኣፍሰሰሉ ዘነነሉ ኣብ ኣድጉ ጽዒኑ ድማ ናብቲ ምሕደራ ጋይሽ ወሰዶ። ኣብቲ ምሕደራ ጋይሽ ዝነበረ ተዓጣቒ ንዕኡ ድማ ሃቦ። እንካ እሞ እዚ ሰብዚ ምስቶም ኣጋይሽ ጌርካ እለዮ። ንዕኡ ኢልካ ዘጥፋእኻዮ ነገር ድማ ጸብጽብካ ሃበኒ እሞ ተመሊሰ ክኸፍለካ እየ። ኢሉ ክልተ ዲናር ሃቦ ይብለና ተመልከቱ ወገናተይ ኣነን ንስኹምን ከ ከምቱ ሒ- ከምቶም ሒንዳ ዘይብሎም ሌዋውን ካህንን ዲና ክንከውንሲ ወይ ድማ ከምቲ ሳምራዊ ኢና ክንከውን ዘለና መድኃኔ ዓለም ክርስቶስ እንተ ብምስላ እንተ ብተግባር ንሳምራውያን ብብዙሕ መንገዲ ከም ዝነኣዶም ኢና ንርኢ። ናይ ሳምራውያን ምስላ ገይሩ ብብዙሕ ነገር ከም ዘምፀ ኢና ንርኢ። ተመልከቱ። በዚ መንገዲ እዚ ድማኒ ኣነን ንስኹም ድማ ከምቲ ሳምራዊ ዝገበሮ ኩሉ ግዜ መሓርቲ ምሕረት ክረኽቡ እዮም እሞ ብፁዓን እዮም ገበርቲ ሰላም ሰላም ክረኽቡ እዮም እሞ ውሉድ ኣምላኽ ክፅውዑ እዮም ይብለና ወንጌለ ማቴዎስ ምዕራፍ ሓሙሽተ ኣብቲ ኣንቀጸ ብፁዓን ዘሎ ተመልከቱ ኣብዚ ሕጂ ኣነ ንስኹም ድማ ነታ ሰላም ኣብ ልብና ምእንቲ ክትጸንዕ መጀመርያ ኣብ ልብና ነእትዋ ንባዕልና ሰላም ጌርና ንባዕልና ሰላም ረኺብና ንኸባቢናን ንኹሉ ዓለም ካኒ ሰላም ንመነ እግዚኣብሔር ኣምላኽ ንባዕልና ሰላም ከይ ከይረኸብና ሰላማውያን ኮይና እንተ ቀሪብናዮ ጸሎትና ውኩፍ ኣይኮነን ኣብ ቅድሚ እግዚኣብሔር ኣምላኽ ጸወሎትና ምህልላና ምስጋናና ኩሉ ቅቡል ክኸውን ኣብ ቅድሚ እግዚኣብሔር ኣምላኽ እንታይ ክንከውን ኣለና ኩሉ ግዜ ናይ ሰላም ሰባት ክንከውን ኣለና እዛ ህይወት እዚኣ ናይ እግዚኣብሔር ኣምላኽ እያ፣ ጽባሕ ከኣ ክቕበላ እዩ። ግን ኣብዚ ምድሪ እንታይ ኣፍርያ ትኸይድ ኣላ? ብሓቂ ናይ ሰላም ኮይና ድያ ትኸይድ ዘላ? በእውነት እግዚኣብሔር ኣምላኽ ብዝደለዮ ገሩ እታ ሰላም ደኣ የምጻልና እምበር ብዘይካ ሰላም እንደልዮ የብልና ስለዚ ኩሉ ግዜ ንሕና ኣነን ንስኹምን እንታይ ክንገብር ኣለና? ከምቲ ሃዋርያ ቅዱስ ጳውሎስ ናብ ሰብ ተሰሎንቄ ዝጸሓፎ ብዘይ ምቁራጽ ኩሉ ሳዕ ጸልዩ ዝብለና ኣነን ንስኹምን ድማ ክንጽሊ ይግባኣና። ንምንታይ? ንሰላም። በእውነት እታ ሰላም ኣዝያ እያ ትጸምኣና። ሰላም ከይረኸብና ዕድሜና ሙሉእ ኣብ ዓድና ንቕመጥ ኔርና ሰላም ሲኢንና ከኣ ወጺእና ክሳብ ህጂ ከኣኒ እታ ሰላም ቅልቅል ትብል ትጠፍእ ከምዚ ሓዘንተኛ ሓደ ሓደ ግዜሲ ዋላ ክበኪ ከሎ ግይጽ ይብል እዩ ክስሕቕ ከሎ ከኣ ግይጽ ይብል ግን ይፈላለ እዩ ልክዕ ከምዚ ከኣ ትኾነና ኣላ እታ ሰላም ቅልቅል ትብል እሞ ትጠፍኣና ኣላ ካብ ኢድና ትጠፍኦ ዘላ ግን ኣነን ንስኹምን ኣብ ቅድሚ እግዚኣብሔር ኣምላኽ እንታይ ስለ ዘጉደልና ኢና ኢልና ክንሓስብን ከነስተንትንን ይግባኣና ንነፍስና ክንፍትሻ ይግባኣና ንሕና ናብ ሰላም ንመለስ እሞ እግዚኣብሔር ኣምላክ ከኣኒ ነታ ሰላም ካብ ማሕደራ ክልእኸልና እዩ እቲ ሓቀኛ ሰላም ከኣ ናባና ክትወርድ እያ ስለዚ ቅዱስ እግዚኣብሔር ኣምላክና ነዚ ተጀሚሩ ዘሎ ናይ ሰላም መንገዲ ናይ ሰላም ምትሕውዋስ ፍጹም ፍቕርን ፍጹም ሰላምን ክገብረልና ቅዱስ ፍቓዱ ይኹነልና። ኩልና ብሓደ ንጸሊ፣ ኩልና ንሰላም ንጸሊ፣ ኩልና ንራህዋ ንጸሊ፣ ኩልና ንምትሕውዋስ ንጸሊ፣ ረብሓ ምድራዊ ረብሓ ንዓና ዝጠቕመና ኣይኮነን። ብሃይማኖታዊ መንገዲ ክንሪኦ ከሎና ንዓና ጠቓሚ ኣይኮነን ምድራዊ ረብሓ። ሰማያዊ ረብሓ ግን ንኹልና ውሉድን ወላድን ሓዋዊሱ ዝነብር ካብ ምፍሳስ ደም ዘድሕን ምሕረት እግዚኣብሔር ኣምላኽ ከኣ ብዘይ ልክዕ ዘፍስስ ዝህብ እዩ እሞ ቅዱስ እግዚኣብሔር ኣምላኽና ንዓይ ንዓኹም ድማ ገበርቲ ሰላም ክንከውን ልቦና ንጹህ ልቦና ክበና ናቱ ቅዱስ ፍቃዱ ይኹነልና ለማዓንቲ ነዚኣ ክሕልፍ ኢለ ወፅየ ኩልና ሸር ንግበሮ ከምኡ እውን ኣብ ዩቱብ ኣትራኖስ ሰላም ምድያ ዝብል ኣብኡ እውን ክሰደልኩም እየ ከም ፍቓድ እግዚኣብሔር ዝረኣኹሞ ሸር ክትገብርዎ ይምሕፀነኩም ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን።